ኹም ሽኮሪናታት ኣነ ዘለሚ እግዚኣብሔር ይመስገን ሓፍትኩም ሱዚ እየ እንኳዕ ደሓን መጻኹም ናብ ዩቱብ ቻነለይ እንደወልኩ ብዓብዪ ደስታ ማለት እዩ ናና ዲኹም ህሚን እኹም ልማዕንቲ ድማ ብሓድሽ ቪድዮ ተራኺብና ኒኢና ሓድሽ ዝኾንኩም ቤተሰብ ሊኾንኩም ቤተሰብ ንኾንኩም ሰብስክራይብ ምግባር ይትረሱ ይኹም ማለት እዩ እቲ ሰብስክራይብ ትገብሩለይ እቲ ላይክ ትገብሩለይ እስካ መጨረሻ ምሳይ ፅንሑ ድማ ንምሉእኹም ከመስግነኩም ይደሊ ማለት እዩ እግዚኣብሔር ኣምላክ ትደልይዎ ነገር ይሃብኩም ንኣየለ ሰብስክራይብ ግበሩለይ ውን ከይትርስዑ እና ለማዓንቲ ሓድሽ ነገር ሒዝና መፂና ኒኢና እሱ ድማ እስካ መጨረሻ ተስፋ ይገብር ክትከስብሉ ቁም ነገር ክትረክብሉ ትኾኑ ኢለ ተስፋ ይገብር ሚእቲ ፐርሰንት ማለት እዩ እና እስካትኩም ድማ እስካ መጨረሻ ምሳይ የምፅእ ሓለ ኣይትሕምቕ ኢኹም ክብለኩም ይደለል እስከ ወዲ ቪድዮ ኣብ ዝሓለፈ ክፋል ርኢናዮ ነርና ብዙሕ ነገራት ተባሂሉ ብዛዕባ ኣሌክስ ብዛዕባ ሊሊ ብዙሕ ነገር እንትናበልና ኣና ነርና ሕጂ ግን ኩላህና ልቢ ክንብል ዝግብአና እያንዳንዷ ቤት ተኣቱ ወይ ድማ ኣትያ ዘላ ወይ ድማ ንመፃኢ ልቢ ከይበልና ንኣትዎ ነገር እንድሕር ሃልዩ ኮይኑ ከምዝን ወዲ ከምዝን ነገራት እዩ ማለት ይበሃል ለባም ሰበይቲ ቤታ ትሃንፅ ዝበሃል ነገር ኣሎና ሓደ ሓደ ግዜ ሓደ ሓደ ነገራት ክንርኢ ከለና ግፍግፍ ኢልና ንገብሮ ነገራት ዋጋ የኽፍለና እዩ ማለት እዩ ብፍላይ ሓዳር ሎሚ ብጣዕሚ ረቂቁ ብጣዕሚ ከፊኡ ብጣዕሚ በቃ ዘይምትምማን ኣሚነይ ትብሎ ኣይኮነን ዶ ንሓደ ግዜ ንክልተ ግዜ ሚስጥር ዘለኣለምካ ሚስጥር ንክሕዘልካ ዘለኣለምካ ንክፈትወካ ዘለኣለምካ ንከፍቅረካ ክስካብ ሞት ሞተይሲ ብሓደ መዓልቲ ተዝኸውን ዝብሉ ወለድና ዝነበሩሉ ግዜ ሎሚ ግን ዝኾነ ነገር ብዝተሰምዐ ቁፅሪ ወይ ዝኾነ ነገር ብዝተረኣየ ቁፅሪ ናይ ምርሓቕ ንሕና ልብና ናይ ምርቃቕ ንሳቶም ደ ቀልጢፎም ውሳኔ ናይ ምውሳን በቃ ምምናው ዲና ክንብሎ ጋይስ በቃ ምምናው ብጣዕሚ ኣብ ፍቕሪ ንፀንሕ እሞ ናብ ፍቕሪ ንኣቲ ካለና ዝኾነ ዓይነት ፕሮሰስ ኣየድልየናን እዩ ወይ ቀደም ከእምኑ ከርግፁ ወርቂ ኣለኒ ገንዘብ ኣለኒ መኪና ኣለኒ ምናምን ገልታት ነይሩ ሎሚ ቀልጢፉ ናብ ፍቅሪ ክኣትው ዋላ ሓንቲ ሽግር የብሉን ብዙሕ ምርግፅቅጥ ምናምን ዝባል ነገር ይሰርሕ ኢለ ኣሎ ቀልጢፉ ካብኡ ንክወፅእ ዋላ ሰብ ዋላ ንሱ ለሲ ኣብ ቀረባ ንፀንሕ ኣለና ማለት እዩ ብፍላይ ከይወለድና ሓደ ነገር ከይበፃሕና ኣብ ዝኾነ ነገራት ዝኾነ ደረጃ ከይደየብና ንገብሮ ነገራት እንድሕር ሃልዩ ምናልባት ንፍቕሪ ዝብል ሓሳብ ከየምፃና ከለና ሰላም ወሰናይ ክንነብር ንኽእል ኢና። ብሓንሳእ ክትኮን ከለኻን ብቴሌፎን ትገብሮ ነገራትን ዓብይ ርሕቐት ኣለዎ። ምንም ከዓ ኣይራኸብን እዩ እምበርከ ብኣካል ክትራኸብ ከለኻ ግን እቲ ህይወት ስለትነብሮ ቀሊል ዝበሃል ነገር ኣይኮነን። ከቢድ ዝበሃል መስዋእቲ ኢኻ ትኸፍለሉ ማለት እዩ። ኣካል ምግዳል ናይ ህይወትካ እዩ። ስለዚ ብሓንሳብ ክትጥርነፍ ከለኻ እስታት ነገራት ክትርኢ ከለኻ እቲ ሰብ ንሱ ንዓኻ ዝኸውን ኣይኮነን ወይ ድማ ንስኻ ነቲ ሰብ ንሱ ንሕለይ ትኸውን ኩንካ ሓደ ነገር ከይበፃሓ ከነክብሩ ንስኻም ከነክብርኻ ምፍልላይ ልመስልዎ ነገር የለን እስታት ነገራት መስዋእቲ ከፍ ኢለ እዚ ነገር እዚ ኣብ ዓብይ ደረጃ ከውፅሖ እየ ክሳብ መጨረሻ ድማ ክኸዱ እየ ኢልና እንድሕር ደኣ ኣቲና ኮይና ሕናም ከመዴና ንስኻትኩምን ከም ኣቦኹም ኮይንኩም እንድሕር ደኣ ክትኣቲኹሞ ኮይንኩም ክሳብ መጨረሻ ክንፋለሞ ዝተኻኸል ትኾይኑ ዝተኻኸል ኢዲት ልግበር ትኾይኑ ኢዲት ልግበር ኣፍሪስካ ከም ብሓዱሽ ዝዕረድ ኮይንላ ኣፍሪስና ከም ብሓዱሽ ነዲቕና ክነውጾ እዩ ዝግበአና እምበር ጨምለቕለቕ እናበልና ሂወት ምጭዋት ጽቡቕ መሲሉ ኣይስምዐኒ ማለት እዩ። ምናልባት ካብ ዒስራ ክስካብ ሰላሳ ክስካብ ሰላሳን ሓሙሽተን ዘሎ ዕድሜና ምንም ዘይክመስለና ይኽእል እዩ። ንእስነት ክሕዘና ይኽእል እዩ። ናይ ብዙሕ ከባቢና ዘለዉ ነገራት ንርኢ ንኸውን ናይ ሶሻል ሚድያ ይጸልወና ይኸውን ምናምን ግን ዳሕራይ ዕብየትና ወስኽ ክኸድ ከሎ እቲ ጉዳይ እናኸረረ ክኸድ ከሎ፣ እቲ ሓሳብ እቲ ጭንቀት ናብ በይንና ናብ ግልና እቲ ተጠዋርነት ክመጽእ ከሎ ጣዕሳ ግን ንወጠልና ጣዕሳ ኣይኮነይ ማለት እዩ። ቀሊል ዝበሃል ነገር ኣይኮነና ዋጋ እዩ ለኽፍለና እና ኣብ ዝኾነ ነገር መስዋእቲ ክንከፍል ንኽእል ኢና። ኣብ ዝኾነ ነገር ሓይልና ክነፍስስ ንኽእል ኢና። ኣብቲ ዝለዓለ ሓይልናን ጉልበትናን ዘለና ሓሳብናን ጻዕርናን ገንዘብናን ክነፍሰሉ ዝግበአና ግን ሓዳርና ኢለ ይኣምን ኣነ ማለት እዩ እና ብዙሕ ሰብ ሓዳር ከም ቀሊል ነገር ወይ ድማ ከም እንተዘይኮነለ ሶኬ ኢልና ንኣትዎ ነገር ክኸውን የብሉን ቃል ኪዳን ክብሩ እዩ ኢሉ ሓሳብ እኔን እና እና ኣኔክስ እሳ ስለ ዝመፀት ሓንቲ የፍቅረካ እየ ስለዝበለቶ ውላዱ ሓዳሩ ገዝኡ ጎጆኡ ክስካብ ምፍራስ ክስካብ ብዙሕ ነገራት ቦፅሑኒ እየ ማለት እዩ እሳም በቲ ዝገብሮ ልክዕ ጌጋ ስለዝኾነ ናይ ምንዳድ ውሳነታት ናይ ምውሳን ትኸደላ ማለት እዩ ስለዚ ኣብ ክልቴኻ ዘሎ ግዜ ምብሳል ኢለ እየ ዝወስዶ ኣነ ማለት እዩ ስለዚ ኩላህና ከም ዝነገርኩም ኮንና ካብ ሓደ ሓደ ንእሽተን ክዝሕለ ኣለዎ ኢለ ዝሓስብ ኣብ ርእሲ ምዝሓል ድማ በይንና ፅምዋ ግዜ ክንወስድ እኒኤና ኣብ ዝኾነት ቪድዮ ናረእኽዋ ነይረሲ ብሓንሳብ ሓዳር ጌሮም እሱ ብጣዕሚ ሰታዩ እዩ ገዝኡ ቀልጢፉ ናይ ምእታው ምናምን ነገር ዝበሃል ነገር የለን ገንዘቡ ምናምን ኣብ እንዳ መስተ እዩ ዘምፅሑ እዚ እሱታት ነገራት እሳ ክትፃወር ስለ ዘይከኣለት ንፈላለ በቤንትና ንኹን ዝብል ውሳነ ድማ ወሲኖም ማለት እዩ እሱለ ዓርሱ ሒዙ ኮፍ ኢሉ ገዝኡ እሳለ ዓርሳ ሒዛ ኮፍ ኢላ ገዛ ኣብዚ ውሽጢ እዚ ግን ክልተ ዓመት ሙሉእ ብሓንሳብ ኣይነውሪ ማለት ድሕሪ ክልተ ዓመት ግን እሱ ለበስ ኢሉ እሳ ለበስ ኢላ ሓዳራ ጎጆኣ ቤታ ጓዳኣ ዝሕሻ ከም ምዃኑ መሪጻ እሱም እቲ ዘፍስሶ ዘሎ ገንዘብ ኣብ ሓዳሩ ከፍስሶ ከም ዘለዎ ንሂወቱ ይኹን ንጥዕንኡ ጎዳኢ ከም ዝኾነ ገሊኦም ወፂኦም ዝሕንሽሽሉ እንተስኢኑ ማንም ሰብ ግልፅ ከም ዘይብሎ እንድሕር ሃልይዎ ኮይኖም ግን ኩሎም ጀምዑ መሓዝቱ ወዕርኽቱ ምናምን መተዓቢቱ ነቲ ገንዘብ ኩሉ ከም ዝቐርቦ ምስ ተረድአ ሓዳሩን ገንዘቡን ክብረቱ ምዃኑ ምስ ኣመነ ክልቲኦም ተረዲእዎ ድሕሪ ጥምዋ ድማ ሓዳሮም ቀፂሎም ማለት እዩ። ስለዚ ሓደ ሓደ ነገራት ዘይምብሳል ቁልዕነት ዋላ ናይ ገለገሊ ቁልዕነት ኣይኮነን ልዕሊ ሰላሳ እንድሕር ሓሊፍካ መቸም ቆልዓ ኣይኮንካን ቁልዕነት ነቲ ትሕቲ ዒስራ ለለ ኢኻ ትሓድገሉ ማለት እዩ ስለዚ ከምዚ ዓይነት ነገራት ከጋጥመና ከሎ ቀሊል ዝበሃል ነገር ኣይኮነን። ምናልባት ንሕና ንዕኡ ልቦና ለይክንዎ ንኽእል፣ ሓሳብና ናብ ካልእ ሸሽቱ ክኾን ይኽእል፣ ፅቡቕቲ ጓል ርኢና ክንኮን ንኽእል፣ ፅቡቕ ወድም ርኢና ክንኮን ንኽእል። ወይም ብሃ ኣተሓሳስብኡ ደስ ልብል ሰብ ርኢና ክንኮን ንኽእል እና ናብኡ ንሽተሉ መንገዲ ናብኡ እንትን ንብለሉ መንገዲ ክፍጠር ይኽእል እዩ። ይኹን ደኣ እምበር እዚ ነገራት እዚ ምስቲ ምሳና ኣጋርና ልሎ ሰብ ከመይ ገይሩ ኣብቲ ኣጋርና ልኾን ነገር ከመይ ገና ክነስርጥ እኒኤና ከመይ ገይሩ ከምኡ ዓይነት ነገራት ክኾነለይ ይኽእል ኢልና ኢና ኣብ ምስራሕ ክንርከብ ዝግበና እምበር ተሓንቲ ተሓንቲ ተሓደ ተሓደ እናበልና እናማረፅና ሂወትና ኣብ ምምራፅ ግዜ ክነጥፍእ ሎሚ ሰብ ኣበይ ኣበይ ይበጽሕ ኣሎ፣ ናበይ ናበይ ይራመድ ኣሎ፣ ካበይ ናበይ ይኸድ ኣሎ፣ እንታይ ዓይነት ቴክኖሎጂ ብተኣምር ኣብ ዝረቐቐሉ ግዜ ምናምን ሰብ ካሊእ እንዳተበለ እናሃለወ ተራቒቑ እናሰርሐ እናሃለወ ንሕና ድማ ጓልን ወድን ክነማርጽ ምናምን ገለታት ጽቡቕ ኣይኮነን ክንበስል እኒና እቲ ግዜ ማራ እዩ ሕማቕ እቲ ግዜ ማራ እዩ ፈታኒ በይንኻ ትደፍኦ ግዜ ኣይኮነን ተሓጋጊዝና ተደጋጊፍና ጎይታይን ቤተይ ተባሂልና እቲ ህይወት ክንከደሎና ደኣ እምበር በብግዜና እንዳተኻሰስና እንዳተጻረፍና ምናምን ግዜና ነጥፍእሉ ግዜና ነባኽነሉ ደቅና ጽባሕ ንግሆ ተቐማጢ ነገር እዩ እዚ ዝሃስስ ዝጠፍእ ነገር ኣይኮነን እቲ ቪድዮታት ደቅና ዓብዮም ጽባሕ ንግሆ ክርእይዎ ከለዉ እቲ ቪድዮታት ብጣዕሚ ይሓፍሩ ይስከፉ ንሳቶም ከኣ ካባና ዝባእሱ እዮም ክኾኑ እቲ ምንታይስ ንሕና ዘዘራእናዮ እዮም ንሳቶም ግድን ክዓጽድዎ ማለት እዩ እና ንሕና ንዘርኦ ነገራት ጽቡቕ ስርናይ ክኸውን እኔዎ ኢለ ልሓስብ። ንሕና ንዘርኦ ነገራት ዝኾነ ገለፈት፣ ዝኾነ ርስሓት፣ ዝኾነ ንኾን ዝጎሓፍ ነገር ክህሉ የብሉን ኢለ ልሓስብ ማለት እዩ። ስለዚ ኩላህና እያንዳንዱ ህይወትና መስዋእቲ ከፊልና ህይወትና ክነድሕን ህይወት ኣጋርና ክነድሕን ካብ ከምዚ ዓይነት ነገራት ክልተ መዓልቲ ሰለስተ መዓልቲ ስለዝተባኣስካ ካሊእ ህይወትና ካሊእ ሰብ ናብ ህይወትካ ስለዝመፀ ንብረትካን ገንዘብካን ክትፈሊ በበይንኻ ክትከውን ወጺኻ ደገ ክትሓድር ኣለካ ኢለ ኣይኣምንን። እኳ ደኣ እሂን ምሂን ተባሂልካ ኣብ ገዛኻን ጎጆኻን ክትነብር ኣለካ ኢለ ልሓስብ ማለት እዩ። ናይ ለማዓንቲ ቪድዮ እዚኣ ትመስል ነይራ። እስካብ ሕጂ ምሳይ የስልጥናኹም ኣዝየ ዘመስግን። ሓድሽ ድለኹንኩም ከይትረስዕዎም ሰብስክራይብ ላይክ ምግባር ኩለኩም ደሊ ሰሰናይ ንዓኹም።